ሰላም ጥዕና በለይ ዝኸበርኩም ተኸታተልቲ ዲደብሊው ኢንተርናሽናል ዕለታዊ ዜና እኒሆ። ዜናና ብዜና ዓወት ክንጅምር። ትማሊ ብዛዕባ ድሙቕ ዓወት ጅግና ሰራዊት ትግራይ ሰበር ዜና ከም ዘቕረብናልኩም ዝዝከር እዩ። ናይ ዝተወሰኑ ዜናታት ዝርዝር ሓበሬታ ድማ ካብ ሓራ መሬት በፂሕና ኣሎ። በዚ መሰረት ኣብዚ ሰሙን ብተደጋጋሚ መጥቃዕቲ ንምፍፃም ሓሲቡ ተገልቢጥዎ ብፀረ መጥቃዕቲ ሰራዊት ትግራይ ኣብ ከባቢ ዕዳጋ ዓርብን ነበለትን ብጅግና ሰራዊት ትግራይ ዝተለብለበ ሰራዊት ውልቀ መላኺ ኢሳያስ ኣፈወርቂ ኣመልኪቱ እቲ ዝስዕብ ዝርዝር ሓበሬታ ካብ ሓራ መሬት ወኪልና ከም ዝስዕብ ክቐርቦ እዩ።

ኣንፈት ነበለት ናይ መጥቃዕቲ ተተነጊሩ ከም ዝለመዶ ዓበይቲ ሰብኣውን ንዋታውን ክሳራታት ተጎልቢቡ እዩ። ኣብዚ ግንባር ዓሰርተ ክልተ ክፍለ ሰራዊታት ሰላር ዝተሳተፋ እንትኾና እተን ዓሰርተ ናይ ውልቀምላኺ ኢሳያስ ኣፈወርቂ እተን ክልተ ድማ ክፍለ ሰራዊታት ውልቀምላኺ ኣብይ ኣሕመድ እየን። እቲ ካብ ንጉሆ ወጋሕታ ጀሚሩ ክሳብ ምሸት ሰለስተ ሰዓት ኣብ ዝተኻየደ ውግእ፣ ጥራይ ድፋዕ ሰራዊት ትግራይ ጥሒሱ ንምሕላፍ ኩሉ ዓይነት ዝረእቶ መካናይዝድ ኣፅዋራቱ ተጠቒሙ ሙሉእ መዓልቱ ዝወዓለ ደብዳብን መጥቃዕትን እንተካይድ ልዕሊ ሓፂን ብዝጠንከረ ዕላማ ዝሓዘ ሰራዊት ትግራይ ዝዓረደሉ ዕርዲ ፍፁም ዝሕለፍ ኣይነበረን። እቲ ከም በረድ ብዘይምቁራፅ ክዘንብን መሬት ክፍሕርን ዝወዓለ ብዓይኒ የብለይ ስኒ የብለይ ክውርወር ዘየቋረፀ ደብዳብ ፀላኢ ዋላ እኳ ከም በዝሑን መጠኑን ንመሬት ናብ ዘቃፅል ንዳድ ቀይሩ ሰማይ ብትክን ኣቦራን እንተፀልመተ ድምብርፅ ዘይብል ሰራዊት ትግራይ ኣብ ማእከል ሓውን ደብዳብን ኰይኑ ኣብ ዕርዱ ነኺሱ ንጸላኢ ዘስደመመ ንወገኑ ድማ ዘኹረዐ ቅያ ኣመዝጊቡ'ዩ። ኣብዚ ፍሉይ መስተንክርን ሓጺናዊ ብቕዓትን ሰራዊት ትግራይ ዝተረኣየሉን ሕቖ ጸላኢ ዝጐዘየን ውግእ ክልተ ሽሕን ዓሰርተን ወታደራት ጸላኢ እንተቐተሉ ሓሙሽተ ሚእትን ዓሰርተ ትሽዓተን ድማ ቁሱላት ኰይኖም'ዮም። በብዓርዶ ግንባሩ ናብ ዝተዳለወሉ ረመፅ እንዳተሰኽተተ ዝህሞኽ ዘሎ ዘዕሱብ ሰራዊት ኣብ ኩሎም ግንባራት ካብ መራሕቲ ክፍለ ሰራዊት ክሳብ መራሕቲ በጠሎንታት ብዝለዓለ ደረጃ ኣደዳ ዓረር ሰራዊት ትግራይ ኣብ ምዃን ይርከቡ። ኣብዚ ውግእ እዚ እውን ብተመሳሳሊ ሓደ ሽሕን ክልተ ሚእትን ስሳን ናቕፋን ዝተፈላለዩ ወታደራዊ ዶክመንታትን ኣብ ጅቡኡ ዝተረኸቦ መራሒ በጠሎንን ካልኦትን ተቐቲሎም እዮም። ካብዚ ብተወሳኺ ክልተ ስናይፐር ሓዊሱ ዝተፈላለዩ ዕጥቅታት ኣብ ትሕቲ ቁፅፅር ሰራዊት ትግራይ ውዒሎም እዮም። ንድምፃዊ ንትግራይ ዝተወልደ ፀብፃብ ካብ ሓራ መሬት ትግራይ ትግራይ ትስዕር! ብተመሳሳሊ ካብ ስንቃጣ ናብ ሓውዜነ ከባቢ ዝመፀ ሰራዊት ፋሽስቲ ኣብይ ኣሕመድ ብጅግና ስራዊት ትግራይ ብዝወረዶ ፀረ መጥቃዕቲ ብዝግባእ ተቐጥቒጡ ኣስታት ሓደ ሽሕን ሰብዓን ሰለስተን ወተሃደራት ካብ ጥቕሚ ወፃኢ ኮይንዎ ኣሎ። ናይዚ ዝርዝር ሓበሬታ እውን ከም ዝስዕብ ካብ ሓራ መሬት ከቕርበልና እዩ። ዓቕሙን ሞራሉን ባይታ ዘቢጡ ብር ናብ በለ እምበር ተኸታታሊ ውግእ ከካይድ ናብ ዘይኽእለሉ ደረጃ ዝወረደ ሰራዊት ፋሽስት ኣብይ ኣሕመድ ካብ ስንካታ ንኣፍበት ሓውዜን ፍሉይ ሽሙ ሩባ ስሉሕ ኣብ ዝተባህለ ቦታ ከቢድ ክሳራ በፂሑዎም እቲ ከካብ ኣንፈቱ ናብ ሓደ ኣኪቡ ዘምፅኦ ዕሱብ ሰራዊቱ ዳግም ሰራዊት ትግራይ ብዘዕረፈሉ ዘየናሕሲ ውቅዒት ከም ዝለመዶ ፋሕ ፋሕ ኢሉ ንድሕሪት ክምለስ ክኢሉ እዩ። እዚ ምስ ሰራዊት ትግራይ ፊት ንፊት እንትገጥም ጭርኡ ደጒሉ ምህዳም ልምዲ ገይርዎ ዘሎ ሰራዊት ፋሽስት ኣብይ ኣሕመድ ብፍላይ ካብ ቀረባ እዋን ናብዚ ናይ ምውጋእ ዓቕምን ወኒኡን ጠሊምዎ ቁመንኡ ምስ ሰራዊት ትግራይ እንዳነፃፀረ ብቕዓት ሰራዊት ትግራይ ተረዲኡ ከምቲ ልማዱ ደፊሩ ዝጅምሮ ውግእ ዳርጋ ናብ ዘየለ እንዳወረደ እዩ። እዚ ኣሽንኳይዶ ዝተማልኤ ሰራዊት ትግራይ ርእዩስ ብኣፃብዕቲ ዝቑፀሩ ተጋደልቲ ትግራይ እንትርኢ እውን ቡዃርያ ከምዝረኣያ ኣባጊዕ ዝበርግግ በርጋጊ ሰራዊት ኣብይ ኣሕመድ ፈተነ ውግእ ኣብ ካልኦት ግንባራት ምስ ሰራዊት ውልቀመላኺ ኢሳያስ ኣፈወርቂ ኣብ ጽዑቕ ውግእ ቀንዩ ብዓወት ዝጽንበር ዘሎ ሰራዊት ትግራይ ኣብዚ ከባቢ ኣይረኽቦን ኢሉ ሓሲቡ ዝኸፈቶ እኳ እንተነበረ ኣብ ዝኾነ ይኹን ከባቢ ብጸላኢ ዝፍኖ መጥቃዕቲ ናብ ጸረ መጥቃዕ ተቐይሩ ጸላኢ ዝድምስስ ዘሎ ሰራዊት ትግራይ ግን ጸላኢ ኣብ ዘለዎ እንዳተረኸበ ነቲ ጉጉይ ስልሒት ሒዙ ዝመጸ ሰራዊት ኣብይ ኣሕመድ ዶኪዑ ዓወት ተደሪሩ እዩ። በዚ መሰረት ኣብቲ ከባቢ ሩባ ስሉሕ ዝተኻየደ ውግእ ኣብ ልዕሊ ሰላዪ ዝለዓለ ሰብኣውን ንዋታውን ክሳራ ዝበፅሐ እንትኸውን ሓሙሽተ ሚእትን ዒስራን ሰለስተን ወታደራት ኣብዪ ኣሕመድ እንትቐተሉ ሓሙሽተ ሚእትን ሓምሳን ድማ ቆሲሎም እዮም። ኣብዚ ክልተ ዲሽቃ ሓዊሱ ዝተፈላለዩ ክላሽናትን ጥያይትን ዝተመረቐ እንትኸውን ጥርሃ ዝጥቀመለን ዝነበረ ክልተ ሲኖ፣ ሓንቲ ኦራልን ሓንቲ ፓትሮልን ተቓፂለን እየን። ኣብ ከተማ ኣንበሳ ኣብ ግንባራት ግን ሬሳ ዝኸውን ዘሎ ሰራዊት ኣብይ ኣሕመድ እቲ ኣብ ከተማታት ዓሰስ እናበለ ኣብ ልዕሊ ተጋሩ ዝፍፅሞ ጥቕዓት ኣብ ግንባራት ብሰራዊት ትግራይ ሕነ እንዳተፈደየሉ እዩ። ንድምፂ ወያነ ትግራይ ዝተዋደደ ፀብፃብ ካብ ሓራ መሬት ትግራይ ትግራይ ትስዕር!
ናብ ኻልኦት ዜናታትና ክንሰግር። ፋሽስቲ ኣብይ ኣሕመድ ምስ መላፍንቱ ውልቀ መላኺ ኢሳያስ ኣፍወርቅን ሓይልታት ትምክሕቲ ኣምሓራን ኣብ ትግራይ ዝፈጸምዎ ወራር ንኢትዮጵያ ከም ዝበታትና ተሓቢሩ'ሎ። ወተሃደራት ፋሽስቲ ኣብይ ኣሕመድ፣ ባዕዳዊ ሰራዊት ውልቀ መላኺ ኢሳያስ ኣፍወርቅን ተስፋሕፋሕቲ ሓይልታት ትምክሕቲ ኣምሓራን ብኣሽሓት ዝቑጸሩ ሰላማውያን ሰባት ከም ዝቐተሉ፣ ሚልዮናት ተጋሩ ከም ዘፈናቐሉ፣ ኣደዳ ስደት ከም ዝገበሩ፣ ብኣሽሓት ኣብ ልዕሊ ዝቑጸራ ደቂ ኣንስትዮ ጾታዊ መጥቃዕቲ ከም ዝፈጸሙ፣ ሃፍቲ ትግራይ ከም ዝዘመቱን ከም ዘዕነዉን ቮክስ ዝተብሃለ ሚድያ ኣሜሪካ ሓቢሩ ኣሎ። ካሕሳይን ተስፋይን ዝተብሃሉ መናእሰይ ዓዲ ኢሮብ፣ ወተሃደራት ውልቀ መላኺ ኢሳያስ ኣፍወርቂ ኣብ ኦም ኣሲሮም ብግፍዒ ቀቲሎም ሬስኦም ከይቕበር ከም ዝኸልከሉ ጸብጻብ እቲ መራኸቢ ሓፋሽ የመልክት። እዚ ድማ እቶም ወረርቲ ኣብ ሙሉእ ትግራይ ይፍፅምዎ ናይ ዘለዉ ግፍዕታት ሓደ ኣብነት ጥራሕ ከምዝኾነ ገሊፁ'ሎ። እቶም ወረርቲ ፎቖዶ ትግራይ ማእለያ ዘይብሉ ግፍዕታት ከምዝፈፀሙን ኣብ ዝሓለፈ ወርሒ ጥራሕ ኣብ ዕስራ ከባብታት ስቪላት ከምዝጨፍጨፉን ዝሓበረ ቮክስ ወተሃደራት ፋሽስቲ ኣብይን ውልቀ መላኺ ኢሳያስን ኣብ ውግእ እንትሰዓሩ ሰላማውያን ሰባት ብምቕታል ሕነ ከምዝፈድዩ ኣፍሊጡ'ሎ። ብዘይካዚ እቶም ወረርቲ ኣብ ትግራይ ምብራስ ዓሌት ከም ዝፈጸሙ፣ ጥሜትን ጾታዊ መጥቃዕትን ከም መሳርሒ ኩናት ከም ዝጥቀሙን ኣረዲኡ ኣሎ። እቲ ሕዚ ኣብ ትግራይ ይካየድ ዘሎ ኩናት ንኢትዮጵያ ናብ ዓሚቕ ቅልውላው ከም ዘጥሕላን ውዒሉ ሓዲሩ ድማ ነቲ ሃገር ከም ዝበታትናን እቲ ዜና ኣመልኪቱ ኣሎ። ኣብ ሃገረ እንግሊዝ ዝነብሩ ዳያስፖራ ትግራይ ኣንጻር ወረርቲ ፋሽስቲ ኣብይ ኣሕመድ ውልቀ መላኺ ኢሳያስ ኣፈወርቅን ተስፋሕፋሕቲ ሓይልታት ትምክሕቲ ኣምሓራን ኣብ ከተማ ለንደን ድሙቕ ሰልፊ ኣካይዶም ኣለዉ። እቶም ሰልፈኛታት ትማሊ ብዘካይድዎ ሰልፊ ኣብ ትግራይ ዝተፈጸሙ ግፍዕታት ውድብ ሕቡራት ሃገራት ብዝመርሖም ዘይሻራዊ ኣካል ጥራሕ ንኽጻረይ ጸዊዖም። ኣብዚ ሰልፊ ኤርትራውያንን ካልኦት ደገፍቲ ቃልሲ ህዝቢ ትግራይን ከም ዝተሳተፉ እውን ተፈሊጡ'ሎ። ብተመሳሳሊ ተጋሩ ዲያስፖራ ካናዳ ፋሽስቲ ኣብይ ኣሕመድን መሻርኽቱ ወረርትን ኣብ ትግራይ ይፍጽምዎ ዘለዉ ምጽናት ዓሌት ብምቅዋም ኣብ ከተማ ኤድመንተን ብቀዳም ከም ዝተሰለፉ ተፈሊጡ ኣሎ። እቶም ሰልፈኛታት ብመኪና ዝተሰነየ ሰልፊ ከም ዝገበሩ ኤድመንተን ሳን ዝተብሃለ ጋዜጣ ጸብጺቡ።

ድቃስ ዝኸልእ ከቢድ ሕማም ኣብ ዓዶም ትግራይ ይፍፀም ብዘሎ ግፍዒ ሚሒር ጓሂ ከምዝተሰምዖሙን ከምዝነብዑን ሓቢሩ። ዶክተር ቴድሮስ፣ ጥሜት ከም መሳርሒ ኲናት ይውዕል ኣሎ። ፆታዊ መጥቃዕቲ ከም መሳርሒ ኲናት ይውዕል ኣሎ። ሙሉእ ትግራይ ኣብ ጥሜት ይርከብ። እዚ ብጣዕሚ እዩ ዘቐንዙ፣ ቃላት የብለይን ከምዝበሉ እቲ ጋዜጣ ኣፍሊጡ'ሎ። ዶክተር ቴድሮስ ከምቲ ካልእ ትግራዋይ በዚ ኹናት ናይ ቀረባ ኣዝማዶም ከም ዝተቐተልዎም ጓል ስልሳን ሸሞንተን ዓመት ኣደን ወዲ ዓሰርተ ሽዱሽተ ዓመት መንእሰይ ዝኾኑ ኣባላት ስድርኦም ብግፍዒ ከም ዝተረሸንዎምን እቲ ጋዜጣ ምስ ሓበረ እቶም ዝተረፉ ኣዝማዶም ድማ ይሃልዉ ይሙቱ ሓበሬታ ከም ዘይብሎም ኣመልኪቱ ዶክተር ኤኒስፕሮ ዝተብሃላ መሳርሕቲ ዶክተር ቴድሮስ ህዝቢ ዓለም ዶክተር ቴድሮስ ኣድሓኖም ሕማም ኮቪድ ዓሰርተ ትሽዓተ ንምቁፅፃር ላዕልን ታሕትን እንትብሉ እዩ ዝፈልጦም ብውልቆም ግና ኣብ ትግራይ ይፍፀም ብዘሎ ግፍዕታት ዓብዪ ቃንዛ እዩ ዝስምዖም ከም ዝበላ ኒውዮርክ ታይምስ ፀብፂቡሎ እምበኣር ከስ ዝኸበርኩም ተመልከትና ንሎሚ ዝሓዝናልኩም ዜናታት ነዚኦም ይመስሉ ነይሮም ኣብ ካልኦት ዜናታት መሊስና ክሳብ ንጋነ ሰላም ትግራይ ትስዕር